እንታይ ስኢልካ ዘይከውን መማህራን ተዛረቡና ኣክል ንዕኦም ዝዛረቦም ኣና ዛረበና ባዕ ወኣንታ ሱቕ በል ሱቕ በል ሱቕ በል ምኻይ ተብለኒ ከመይ ኢለ ስቕ ብል ወኣንታ ስቕ ይብልኒ ኣይክእሎን እየ ስቕ ይብልኒ ምክንያቱ ሲ ንዓይ ስለምንታይ ይዛረበኒ ኣለኻ መጀመርያ ትምህርቲ ክንምዝገብ ከለና ኣብ ክላስ ምድቃስ ክልኩሉ ኢሎም ባዕሎም ክነግሩና ነይሩ ሰብ መሲልዎም ክኾኑ ዘይነገሩኻ ወደይ ሞተ ወዲኣ ንፅቡቕ ኣለኹ እቲ ጌጋ ናቶም ኢሎም ኣንታ ኣፍካ ኣክል ኣፈይ ዳሞ ከመይ ገይረ ክእክብ ክዛረብ ዶ ኣይኮንኩን ደልየ ዘለኹ? መቕሩብ ስቕ ክትብል ኣይትኽእልን?
ሰራ ከመይ ገይረ ክኽእላ?
ጥራይ እንታይ ኢልካ ኢኻ ሕጂ ክትዛረቦም? እስከ ንገረኒ። መደቀሲ ዝኾኖ ናይ ጡጥ ዶ ናይ ስፖንጅ ፍርናሽ ክቕርበሉ? ኣማኽሩኒ መማህራነይ እንታይ ክገብር ትብሉ? በቃ ኣኺሉካ ክትጋፋዕ ክትነብር? ንስኻ እምበር ኣኺሉካ ጨጎራይ ከተራግፈኒ ክትነብር ኣታ። እወ ጨጎራይ ከተራግፍ ኣኺሉካ በቃ።

እዝጌው ንዓኻ ንዓኻ ምሕረት የውርደልካ ሕራይ ንዓይ ከዓ ገንዘብ ድሃበካ ኣይደልን እየ እንታይ ዓቕሊ ዳ? ሃበኒ ዓቕሊ ተደሊኻ ናዕናይ እንዶ በጥ ኢልካ እንዶ ደቂስካ ናዕናይ ደቂሰ ከይድ እወ ትድቅስ ናዕናይ ተወልደ ራዕናይ ወይለካ ጉድ ረኺበ ኣንታ ውላድ ሌሲ ሓዊ ወሊደባካ እንታይ እያ ዝገብሮ እንታ ዋ ኢ ኢላ ደቂስካ ከይተበልኩ ከስበት ኢልካ ክትከይድ ኣብ መገዲ ባዕላ ሃና ኦም ኢልካኒ ባዕላ ሃምስ ኮም ኢልካኒ ባዕላ ሃምስ ደቂስካ ጊልካ ለሕማም ቢያ ለሕማም እም ለሕማም እሞ ደቂስካ ከይተበልኩ ከስ ኣብዚ ደቂስካ ክትከይድ ሕጂ እባ ንምንታይ ዛረበኒ ኣለኻ ጠላዕ ወዲ ኮለኻ ብድቁስካ ዝኽልበካን ዝኸድነካን ወላዲ ስለ ዘለኹ እንታይ ኢኻ እዛ ዘረባ ከም ትሕመና እንዳፈለጥካ ተደጋግማ ግብርኻ እዩ ደጋጊሙ ወታ ዋ እወ ኣንታ ቁሩብ ኣይትሓስብን ድኻ? ቁሩብ ኣይትሓስብን? ዕስራ ዓመት ኣኺልካስ ኣይ ካብ ሙያ ኣይ ካብ ትምህርትስ ሓዲግ መዲግ ክትተርፍ እሞ እንታይ ክንገብር? እቶም ኣምሃራ ንሕና ሰልችዮምና ድኣ እሞ እንታይ ክንገብር? ዋእ!
ንስኻ ዘየሰልችኻዮምስ ንሶም ንዓኻ ሰልችዮምኻ? ሕጂ እንታይ ኢኻ ትብል ዘለኻ?
ረብሪበ በቃ ንስኻ ምሕያኽ እንተዘይረብረበካ ኣነ ግን ዝሕየኽ ከም ያ ባባ ሕክያ ዳባላቐካ ኣሎ ትዘልል ኣለኻ ሕክያ ትሸካዕ ኣለኻ ብዛዕባ ትምህርቲ ኢኻ ክዘረብ ጸኒሕካ ካብ ትምህርቲ ነጢርካስ ናብ መግብን ገለን ትኣቱ። ባቃ ባቃ ንስኻ እኮ ስራሕካ እንተ ትጅምር እኮ ኡይ እዚ ኩሉ ጸገም ኡይ ኣይመጻና ናትካ ኡይ ኡይ ሕጂ ከኣ ርእሲ ተቐይሩ ያ ርእሲ ትቕይር ኣለኻ ፋዘር ሕጂ ግደፍ። ወላዲኻ እምበር ወዲ ክላስካ እኮ ኾንኩ ካብዛ ሰዓት እዚኣ ይነግረካ ኣለኹ ናይ መወዳእታ እያ እዚኣ ካብዛ ሰዓት እዚኣ ዋላ ወድኻ ኣብቲ ቤት ትምህርቲ መዓናጡ ተዘርዚሉ ዋላ ይበሉኒ መጻኹኻ ማለት ዘበት